መዓልቲ ውዒልኩም ክትኮኑ ኣቱም ሰብ ቀትሪ ዘለኩም ንረብና ንልምን ማለት እዩ ዝሓለፈ ሰሙን ብዛዕባ ኑሕ ዓለይህ ሰላም ተዛሪብና ከመይ ገይሩ ረቢ ንነዊሕ ዓመታት ዳዕዋ ከም ዝገበረ ኣብ ክታብ ቁርን ገሊጹልና ከምኡ ድማ ከመይ ገይሮም ህዝቦም ናይ ኖህ ዓለይህ ሰላም ጠፊኦም ኣብታ መርከብ ተሰቒሎም ዝነበሩ ዝረሓኑ ውሕዳት ሰባት ዝኣመኑሉ ምዃኖም ተዛሪብና ወርኢና ኣበይ በጺሑ ድሕሪ ህዝቢ ዓለም ኩሉ ምጥፍኡ በጀካ ኑሕ ከምኡ ውን እቶም ምስኡ ድኣመኑ ውሑዳት ዝኾኑ ሰባት ከም ድተረፉ ተዛሪብና ነርና ማለት እዩ ሎም መዓልቲ ብዛዕባ ቀሰ ሰላምብያ ካብ ላዕሊ እንዳወረድና ተኺልና ንታሕቲ ንኸይድ ኣለና ከምቲ መኣፀኦም ማለት እዩ ብዛዕባ ኣደም ተዛሪብና ብዛዕባ ኢድሪስ ተዛሪብና ብዛዕባ ኖሕ ተዛሪብና ሎም መዓልቲ ከምቲ ዝተራርዓ እንድሕር ክንከይድ ኮይንና ብዛዕባ መን ክኸውን ኣለዎ ማለት እዩ ሁድ ማለት እዩ ሁድ ዓለይህ ሰላም ብዛዕባ ሁድ ክንዛረብ እንድሕር ኮይንና ቅሰት ሁድ ኣብ ቁርኣን ረቢ ዘኪርልና ሁድ ካብ ቀቢላ ናይ ዓድ ከም ዝነበሩ እሶም ከዓ ዓረብ ከም ዝነበሩ ቦታ ዝቕመጥዎ ነበሩ ድማ ኣሕቃፍ ድበሃል እሱ ከኣኒ ብጎቦ ብሓመድ ተሰርሐ ጎቦ ክኸውን ከሎ ኣብ የመን ኣብ መንጎ ዑማን ሓብረሞት ድበሃል ኣብ ጥቓ ባሕሪ ደላ ሻሕር ተባሂላ ትጽዋዕ ቦታ ኣብኡ እዮም ነይሮም ማለት እዩ። ካብዚ ንርዳእ እንታይ ኢና ሕጂ ቆም ሁድ ዓለይህ ሰላም ካብ ዓረብ ከም ዝነበሩ ቦታ ዝቕመጥሉ ከኣ ኣብ መንጎ የመንን ኣብ መንጎ ዑማን ከም ዝነበረ ሓድሮሞት ኣጽኒዕና ማለት እዩ። ካብቲ ሓደ ዝፍለይሉ ዝነበሩ ዓድ ዓበይቲ ኼማ ወይ ከኣ ቴንዳ ዝቕመጡሉ ነበሩ። ናቱ ዓንድታት ድማ ብጣዕሚ ነዊሕን ረጒድን ከም ዝነበረ ረቢ ገሊጽልና ኣብ ቁርኣን ከምቲ ረቢ ዝበሎ ኣለም ተረ ከይፈ ፈዓለ ረቡከ ብዓድ ኢረመ ዛት ልዒማድ

ናይ ብሓቂ ዓብይ ዓንድታት ዝነበሮም ኣብ ቴንዳ ናቶም ክሰቕሉ፣ ከምኣቶም ዝኣምሰለ ከኣ ኣብ ኣካላቶምን ኣብ ቁመቶምን ኣብ ስፍሓቶምን ኣብ ሓይሎምን ከም ዘይፈጠረ ረቢ ገሊጹ። ኣለቲ ለም ዩኽለቕ ምስሉሃ ፊልቢላድ ኣብዚ ምሉእ ዓለምዚ ከምኦም ተፈጠረ የለን። ስለዚ እዚኦም ዓድ ተባሂሎም ዝፅውዑ ካብቶም ዓረበ ዓሪባ ዝበሃሉ ወከሊከ ዓረበ ሙስተዕሪባ ድማ ኣለዉና ካብ ዓረብ ነብያት ካብ ኮነ ሁድ ዓለይህ ሰላም ክንደይ ኣለዉ ካብ ዓረብ ነብያት ኣሕዋት እወ ኣርባዕተ ነብያት ኣለዉ ካብ ዓረብ ስለዚ ሓደ ክልተ ክርስትያን መጽዮም ማ ኣታሁም ምን ነዚር ምን ቀብሊከ ክብል ከሎ ካብ ዓረብ ኣይመጾም ትብሉ ኣለኹም ኣብዚ ከኣ ዓረብ ከም ዝነበሩ ከኣ ትገልጹ ኣለኹም እዩ ዋቃዕ ዶ የለን ኢሎም ክዛረቡ ይኽእሉ ኮኑ ላኪን መልሲ እንታይ እዩ ብዛዕባ ቆም ቁረሽ እዩ ዝዛረብ ዘሎ ብዛዕባ ዓረብ ጥራሕ ከይኮነ ብዛዕባ ቆም ቁረሽ ከም ደይመጾም ኣብ ጀዚራ ዓረብያ ቁረይሽ ዝነበርዎ ቦታ ልኡኽ ከም ዘይመጾም ቅድሚ ረሱል ይሕብረና ኣሎ ረቢ ከምቲ ኣብ ሱረት ያሲን ዝገለጻ ማለት እዩ ኢዘን ካብ ዓረብ ክንደይ ነብያት ነይሮምና እንድሕር ኢልና ክንደይ ኮይኖም ኣለዉ ኣሕዋት ኣርባዕተ መን እዮም እሳቶም እንድሕር ኢልና ሁድ እዚ ሕጂ ሒዝናዮ ዘለና ቅሳናቶም ረሱል صለ ላሁ ለ ወሰለም ናይ ሁድ ከምኡ ድማ ሳልሕ ቁጽሪ ክልተ ሳልሳይ ሹዔብ ቁጽሪ ኣርባዕተ ነብይና ሙሓመድ ሰለላሁ ዓለይሂ ወሰለም ድማ ቁጽሪ ሓሙሽተ ቁጽሪ ኣርባዕተ ክኾኑ ከለዉ ሓምሻዮም ከኣ እስማዒል ኣቡልዓረብ ተባሂሉ ዝጽዋዕ እሱኳ ኣስሉ ካብ ኢብራሂም ካብ ኮነ ላኪን ቀዳማይ ዓረብ ተዛረበ ፉስሓ ከምዚ ቁርኣን ድወረዶ እስማዒል ዓለይሂ ሰላም እዩ ነይሩ እሱ ከኣ ካብቶም ዓረብ ኣልዓሪባ ተባሂሉ ጽዋዕ ወይ ዓረብ ኣልሙስተዕሪባ ተባሂሉ ጽዋዕ ላኪን ካብቶም ዓረብ ኣልዓሪባ ብዙሓት ኣለዉ ክንብል ከለና ብዙሓት ኣለዉ ክንብል ከለና እንታይ ማለትና እዩ

ዓረብ ኣልሙስተዕሪባ መን ክኾኑ እዮም ኣሕዋት ዓረብ ኣልሙስተዕሪባ እስማዒል ዓለይህ ሰላም ክኸውን ከሎ ቀዳማይ ወኣወል መን ተከለመ ብልዓረብየት ልፉስሓ እስማዒል ዓለይህ ሰላም እዩ እዚ ድማ እንሻ ላህ ድሕሪ ቅሩብ ክንዝክሮ ንኸውን ኢና ኣብቲ ናቱ ቅሳ ክመጽእ ከሎ ብዛዕባ ሁድ ዓድ ከም ዝነበሩ ዓድ ካብ ክልተ እዮም ዓይነት ዓድ እዮም ዘለዉ ዓደን ልኡላ ከምቲ ረቢ ዝዘከሮ ቁርን ወዓደ ታንያ ንሕና ሕጂ በቶም ዓደን ልኡላ ኢና ንዛረብ ዘለና እሶም ከኣ ድሕሪ ጡፋን ናይ ኖህ ዓለይህ ሰላም ቀዳሞት ንጣኦት ተገዝኡ ንሰነም ተገዝኡ ቆም ሁድ ዓለይህ ሰላም ነይሮም ኣላሁ ተዓላ ካብኣቶም ሓደ ካብቶም ነሰቦም ካብኦም ከም ምዃኑ ህዝቢ ዝፈልጥዎ ሁድ ዓለይህ ሰላም ሰዲዱሎም ንዳዕዋ ክገብረሎም ናብ ኣላሁ

ኣላሁ ተዓላ ሁድ ከም ዝሰረዘሎም ክንርዳእ ከለና ድሕሪ ቆም ኑሕ ኣወል ጣኦት ተገዝኡ እዚኣቶም እዮም ነይሮም ማለት እዩ ኣብ ክንደይ ግዜ ተዘኪሩ እንድሕር ክንብል ኮይንና ብዛዕባ ሁድ ዓለይህ ሰላም ኣብ ኣዕራፍ ተዘኪሩ ኣብ ሁድ ተዘኪሩ ኣልሙእሚኑን

ወልፉርቃን ወልዓንከቡት ወሳድ ወልቃፍ እዚ ኩሉ ነገራት እዚ ድማ ረቢ ዘኪርዎ ብቲ ቁርን ተፈላለየ ዓይነት እንዳገበረ ረቢ ዘኪርዎ ስለዚ እንታይ ኢና ክንብል ንደሊ እንድሕር ኢልና ዓደን ኣልኡላ ኣብዘን ዓሰርተ ሸውዓተ ሱራ ድኣኽላ ከም ተዘከረ ገሊጽና ማለት እዩ ስለዚ ድሕሪኡ ኣላሁ ተዓላ ብዛዕባኡ ክዛረብ ከሎ ከም ዝዘከርክዎ ብተቐዳመይቲ ሱራ ኣብ ሱረት ኣልኣዕራፍ ክኸውን ከሎ ኣብ ካልኣይቲ ሱራ ከዓ ረቢ ዘኪሩ ወኢላ ዓድን ኣኻሁም ሁደን ቃለ ያ ቀውሚ ዕቡዱ ላሃ ማ ለኩም ምን ኢላህን غይሩህ

ቅሳን ኣይሁድ ክንዛረቦ ኩሉ ኣያት ክንቆርኦ ተኾይንና ሙሉእ ለይቲ ክንሓድር ስለ ዝኾንና ትንክፍ ትንክፍ እንዳበልና እቲ ቅሳ ትሕዝቶ ናቱ ብሓፋሽ ክንሪኦ ተንቲኑ ክበጽሕ ልደልየ ከኣ ኣብ ክቱቡት ተፍሲር ክረኽቦ ክእል ከም ምዃኑ ከምኡ ውን ኣብ ናይ ስያር ክረኽቦ ከም ምኽእል ኻኑ ክሕብር ማለት እዩ።